ሰላም ሰላም ሰላም ተኸታተልቲ መቐልሕ መንስያት ሃራይ ንሎሚ ከዓ ከምቲ ልሙድ ሓንቲ ሓዳሽ ኣምፅልኩም ኣለኹ ምክንያቱ ኣብ ኮመንት ብዙሓት ሰባት ሓቲትኩም ነርኩም ሓደ ሰብ ኣብ ዩቱብ ኣብ ጎግል እንታይ ክገብር ይውዕል እንታይ ክሰርሕ ይውዕል ወይ እንታይ ሰርች ብዝሒ ይገብር ከተምፃልና ወይ ክትነግረና ኢልኩም ብዙሓት ሓቲትኩም ነርኩም ሕቶኹም ንሎሚ ተመሊሳ ትከውን በዓል ሙሉእ ተስፋ ናብኣ ከብለኩም እየ ሎምዓልቲ እምበኣር ብዝያዳ ግን እቶም እዚ መደባት ሳብስክራይብ ከይበልኩም ትከታተሉ ዘለኹም ሳብስክራይብ ክትገብሩ ብክብሪ ይዕድመኩም እቶም ሳብስክራይብ ዝገበርኩም ብዙሕ ብኮመንት ይኹን ካልእ ምትብባዕ ትገብሩለይ ድማ ካብ ልቢ ከመስግነኩም ይፈቱ ሕራይ ንሎሚ ከኣ ሒዘያ መጺኤ ዘለኹ ከምቲ ሕቶኹም ክንጽረልኩም በዓል ምሉእ ተስፈየ የላ ብሓደ ድማ ሎሚ ኣብ ጉግል ንኽድ ኣብዚ ጉግል ንኣቱ ከምዚ ጌርና ጉግል ምስ ከፈትና ኣብዚ ታሕቲ ማለት እዩ ታሕቲ ገጽና ምስ ወረድና ኣብዚ ናይ ሰርች ምስ ኣተና ታሕቲ ምስ ወረድና ኣብዚ ታሕቲ ምልክት እናገበርኩ ክሪኦኩም እየ ኣብዛ ትሪእዋ ዘለኹም ናይ ፒሮ ምልክት ዘላታ ኣብኣ ክሊክ ንምግባር ከምዚ ጌራ ክትከፍተልና ከምዚ ጌራ ምስ ከፈተትና እዚ ኣብዚ ታሕቲ ንሪኦ ዘለና ኣነ ዝረኣኽዎ ማለት እዩ እዚ ብብዝሑ እዚ ንሪኦ ዘለና ክሳብ ክንደይ ማህለኩም ብዙሕ ክሳብ ክልተሽሕን ገለመለን ዝከታተሉ ዝነበሩ ክልታት ቅድሚ ሓሙሽተ ዓመት ይኹን ገለመለ ዝከታተሉ ዝነበርኩ ኣብዚ ታሕቲ ኣሎ ኩሉ ማለት እዩ ኩሉ ኣብዚ ታሕቲ ንረኽቦ ናይ ዝኾነ ሰብ ቅድሚ ነዊሕ ዓመታት ንከታተሉ ዝሰርች ዝገበሩ ብለ ክጠፍኦ ኣይክእልኒ ኣብዚ ክረኽቦ ይኽእል እዩ ኖርማል ኣብዚ ኣቲና ክንረኽቦ ንኽእል ማለት እዩ ኦኬ ተወሳኺ ድማ ካልእ ክብለኩም ዝደሊ ካልእ እውን ኖርማል ድማ ኣብ ኣብዚ ኣቲና ኖርማል ክንረኽቦ ንኽእል ከምዚ ጌርና ድማ ኣብዚ ክንረኽቦ ንኽእል ማለት እዩ እቲ ሰብ ኣብዚ ቀረባ ግዜ እንታይ ይከታተል ነይሩ ወይ እንታይ ይርኢ ነይሩ ከምዚ ጌርና ክንረኽቦ ንኽእል ማለት እዩ ኣብዚ ግን ሙሉእ ኣይኮነን ኩሉ ይኮነን ዝመፅእ ተካኣሎ ሕጂ በዚ ክሳብ ዕስራን ክልተን ይብለን ኣሎ ኣብዚ ታሕቲ ምልክት በዚ ተጸፍጺፉ ኣሎ ማለት እዩ ክሳብ ዕስራን ክልተን ገጻት ንድሕሪት ተጸፍጺፉ ኣሎ ግን ኣብዚ ኩሉ ኣይመጸናን እዩ ሕጂ ኩሉ ስለ ዘይመጸና ኣበይና ክንኣቱ ዘለና ኣብዛ በዚ ጌርና ክንኣቱ እውን ንኽእል ኢና ኣብዚኣ ንሪኣ ዘለና ኣብዚኣ ንኣቱ ማለት እዩ ኣብዚኣ ምስ ኣተና ከምቲ ኣብ ቅድሚት በታ ሓንቲ ዘርእየኩም ዝጸናሕኩ ከምዚ ጌራ ክትከፍተልና እያ ማለት እዩ ከምዚ ጌራ ምስ ከፈተትና ኣብዚ ታሕቲ ንሪኦ ዘለና ኩሉ እቲ ቅድሚ ሕጂ ዝኸፈትናዮ ሰርች ዝገበርናዮ ኩሉ ኣብዚ ታሕቲ ክንረኽቦ ንኽእል ብቐሊል ክንረኽቦ ንኽእል ወይ ድማ እቲ ሰብ እንታይ ክገብር ይውዕል ኣብ ጎግል እንታይ ሰርች ክገብር ይኽእል ብዝያዳ ክንሪኦ ንኽእል ማለት እዩ ነዚ ከመይ ጌርና ንድምስሶ ወይ ድማ ከመይ ጌርና ሴፍ ከም ዘይከውን ክንገብሮ ንኽእል ምስ ትብል ድማ ብዝያዳ ቀዳምነት ከመይ ጌርና ሴፍ ከም ዘይከውን ከርእየኩም እዩ ሴፍ ከም ዘይከውን ክገብሩ ምስንብል ኣብዛ ንሪያ ዘለና ኣብዛ ንኣቱ ማለት እዩ ጠባ ምሳተና ከምዚ ጌራ ትከፍተልና እያ ኣብዚ ንሪኦ ዘለና እዚ ኦን ኣሎ ኣብዚ ከዓ ኦፍ ኣሎ ሕጂ ንሕና ሴፍ ክኸውን ስለ ዘይደለና ኣብዚ ኦፍ ንገብሮ ማለት እዩ ከምዚ ገርና ሽዑ ከምዚ ኮይና ምፅንሐትኩም ንታሕቲ ኣብልዋ ምክንያቱ እዛ ፓውዝ ትብል ዘላ ምእንቲ ክትመፅኣኩም እዛ ፓውዝ ትብል ዘላ ምእንቲ ክትመፅኣና ማለት እዩ ድሕሪኡ ኣብዚ ፓውዘ ዝብል ዘሎ ክሊክ ምስ ገበርና እቲ ንሕና ሰርች ንገብሮ ሴቭ ኣይከውን እዩ ማለት እዩ እቲ ዝኾነ ነገር ንፅሕፎ እቲ ቅድሚት ንሪኦ ዝፀናሕና ናይ ክንደት ንሓሙሽተ ዓመት ዝፀሓፍኩዎ ብዝሎ ዝበልኩዎም ስርቺ ዝገበርኩ ብዝሎ ዝበልኩኹም ንሱ ክጠፍእ ወይ ከዓ ንሕና ንፅሕፎ ጠቕላላ ኣይ ሴፍ ኣይከውን ማለት እዩ ካብዚ ሰዓት እዚ ዝፀሓፍናዮ ሰርች ዝገበርና ሴቭ ኣይከውን ማለት እዩ ዝኾነ ሰብ ክሪኦ ኣይክእልን ማለት እዩ ዝኾነ ኢንፎርሜሽን እንተዘለኹ ድማ ዝያዳ ኣብዚ ከተንብብዎ ትኽእልኹም ቀሲልኩም ተረጋጊጡ ማለት እዩ ቅድሚ ዝኾነ ግበርኩም ኢንተርነት ኣፕ ንፈቱ ከምዚ ዝትሪዎ ዘለኹም ሴቭ ካብዛ ሰዓት እዛ ሴቭ ኣይከውን እዩ ኣነ ዝፀሓፍኩ ሰች ዝገበርኩ ማለት እዩ ብምቕፃል ባክ ክንብለ ኢና ይቕሬታ ኣብቲ ዝነበርና ተመልስና ኣለና ነዚ ኸ ከመይ ጌርና ንድምስሶ ጠቕላላ ነጥፍኦ ምስ ንብል ድማ ኣብዛ ካልኤት ማለት እዩ ኣብዚኣ ንኣቱ ኣብኣ ክሊክ ምስ ገበርና ከምዚ ገይራ ከተምፃልና እያ ማለት እዩ ሕጂ ናይ ክንደይ ክድምስስዎ ኢኹም ትደልዩ ናይዚ ቀረባ እዋን ዲኹም ክድምሱ ሕራይ እዚ ሕጂ ከምዚ ንሪኦ ዘለና ኣብዛ ታሕቲ ዘላ ኣክቲቭ ኣውቶማቲሽ ሎሽን ዝብል ዘሎ ሕጂ ጠቕላላ ክድምሰስ ማለት እዩ። ጠቕላላ እቲ ዝረኣናዮ ኣውቶማቲክ ዳይሬክት ሕጂ ክንድምስሶ ማለት ኣይትደምስሶ ዝብልናሎ ግን ክትድምስሶ ጠቕላላ ሕጂ ኣውቶማቲክ ክንድምስሶ ምስ እንደሊ ኣብኣ ክሊክ ብምግባር ኣብዚ ባይታ ዝብል ዘሎ፣ ክሊክ ጌርና ክንድምስሶ ንኽእል ተወሳኺ ድማ ኣብዚ 18 ዝብል ዘሎ ናይ ገሌኹም ሕጂ ብዝርዝር ተር ኣቢሉ ከምፃልኩም ይኽእል እዩ ናተይ ግን ከምዚ ገይሩ ብሙናት ኣምፅዎ ኣዋርሕ ኣምፅዎ ማለት 18 ወርሒ ይብለን ኣሎ ከምዚ ኣብኡ ክሊክ ምስ ገበርኩ ሰለስተ ወርሒ ዝብላ ኣሎ 36 ወርሒ ከኣ ዝብል ኣሎ ኣብዚ ሕጂ እንታይ ማለት እዩ ትብሉ ትብሉ እዚ ሰለስተ ሙናት ዝብል ዘሎ ድሕሪ ሰለስተ ወርሒ ይድምሰስ ማለት እዩ እቲ ኣብኡ ሴፍ ኮይኑ ዘሎ እቲ ሰርጂ ክገብሮ ዝነበርኩ ቅድሚ ሕጂ ገለመለ ኩሉ ኣብ ሰለስተ ወርሒ ይድምሰስ ንኣብነት ሕጂ ኣብ ሰለስተ ወርሒ እንተገይረ እያ ድሕሪ ሰለስተ ወርሒ እቲ ኣነ ሰርች ዝገበርኩዎ ጠቕላላ ይድምሰስ ድሕሪኡ ድማ ኣነ ይፅሕፍ ወይ ሰርች ይገብር ሴቭ ኮይኑ ይፀንሕ ድሕሪኡ ድሕሪ ሰለስተ ወርሒ ድማ እቲ መሴጅ ይድምሰስ እቲ ዝተኣከበ ሰርች ዝገበርኩዎ ጠቕላላ ይድምሰስ ማለት እዩ ኣኣብ ሰለስተ ወርሒ ይድምሰስ ኣኣብ ዓሰርተ ሸሞንተ ወርሒ ክኸውን እዩ ዝደሊ እንተልካ ድማ ኣብዚኣ ዓሰርተ ሸሞንተ ወርሒ ትብል ዘላ ክሊክ ንገብር ኣብ ዓሰርተ ሸሞንተ ወርሒ ድማ ደሊት ይኸውን ይድምሰስ ጠቕላላ ይጠፍእ ማለት እዩ ኣብ ሰላሳን ሽዱሽተን ወርሒ ምስ ዝደልዩ ድማ ኣብ ሰላሳን ሽዱሽተን ወርሒ ክትገብርዎ ትኽእሉ ማለት ድሕሪኡ ኣብ ሰለስተ ዓመት እዩ ዝኸውን ዘሎ ዳርጋ ኣብ ሰለስተ ዓመት ማለት እዩ ኣብ ሰለስተ ዓመት ኣብ ሰለስተ ዓመት እቲ ታሽሙ ይድምሰስ ማለት እዩ ኣነ ሕጂ ኣብ ሰለስተ ወርሒ ክገብረ ድሕሪኡ ድማ ኣብዚ ቫይታ ዝብል ዘሎ ክሊክ ክገብረ ይድምሰስ ኣብ ሰለስተ ወርሒ ማለት እዩ ንስኹም ድማ ከም ዝመረፅኩሞ ክትገብሩ ትኽእሉ ሐራይ ተመሊስና ኣለና ንድሕሪት ገጽና ሐራይ በኣል ናይ ዩቱብ ኢና ክንገብር ናብ ዩቱብ ንኸይድ ከምዝገና ዩቱብ ምስ ከፈትና ኣብዛ ኣብ ላዕሊ ማለት እዩ የማን ዘላ ናትና ቻነል ንኣቱ ድሕሪኡ ኣብዚ ማይ ካናል ዝብል ዘሎ ክሊክ ንገብር ከምዚ ጌራ ክትከፍትና ናተይ ሕጂ ቻነል ናተይ ከም ስለ ዝኾነ ኣብዚ ናተይ ከምዚ ጌራ ከፊታትለያ ኣለና ናኹም ድማ ምክንያትኩም ከምዚ ገይራ ከተወርደልኩም ከምዚ ገይራ ምስ ከፈተትልኩም ኣብ ላዕሊ ምልክት ኣለዋ ሰለስተ ነጠብጣብ ኣለዋ ኣብተን ሰለስተ ነጠብጣብ ምህራም ኣብ ሴቲንግ ንኣቱ ኣብዚኣ ማለት እዩ ኣብኣ ምስ ኣተና ከምዚ ገይራ ክትከፍተልና ድሕሪኡ ከምዚ ገይራ ምስ ከፍተትና ኣብዛ ትሪእዋ ዘለኹም ክሊክ ንገብር ክሊብ ምስ ገበርና ከምዚ ገይራ ክትፈትነያ እምበር ልክዕ ከምቲ ናይ ጉጉል ንሪኦ ዝነበርና ከምኡ እዩ ከምዚ ገይራ ምስ ከፈተትልና ኣብዚኣ ንኣቱ ብቕልጡፍ ይኸርየኩም ምክንያቱ እቲ ግዜ ከይወስደኩም ንዓኹም ማለት እዩ ከምዚ ገይራ ክትከፍተልና እያ ትብልዎ እንተለኹም ከምዚ ገይራ ከፍትያትና ከምቲ ናይ ዩቱብ ማለት እዩ ከምቲ ናይ ጉግል ዝርእየኩም ፅናሕኩም ከምኡ ገይራ ከፍትያትና እዚ ኩሉ እዚ ዘሎ ሕጂ ቅድሚ ክንደይ ዓመታት ዝርዮ ዝነበርኩ ከምታት እዩ እዚ ሕጂ ነዊሕ ዓመታት ቅድሚ ቅድሚ ክልተ ዓመት ሰለስተ ዓመት ዝርዮ ዝነበርኩ ኩሉ ሴፍ ኮይኑ ኣሎ ኣብዚ ማለት እዩ ኩሉ ዝተርዩ ኣሎ ንርኢ ኣሎ ማለት እዩ ሕጂ ነዚ ክንድምስሶ ወይ ከምቲ ናይቲ ሓደ ከም ዝረኣኹ ኣብዚያ ንኣቱ ሬታ ክራኹም ኣብዛ ትሪዋ ዘለኹም ክሊክ ብምግባር ንኣቱ ሕጂ ኣብዚ ሴፍ ክኾነልና ምስ ዘይንደሊ ማለት እዩ እዚ ንሪኦ ዩቱብ ንሪኦ ማለት እዩ ሴብ ክኾነልና ምስ ዘይንደሊ ኣብዚ ብምጥዋ ዘዝርኣናዮ ሴብ ክኾነና ምስ ዘይንደሊ እዚ ኦፍ ዘሎ ኦን ንገብሮ ማለት እዩ ድሕሪኡ ጠቕላላ ዘዝርኣናዮ ሴብ ኣይከውን እዩ ማለት እዩ ከምኡ ጌርና ሴብ ከም ዘይከውን ክንገብሮ ንኽእል ተኻለይቲ ድማ ከመይ ጌርና ጠቕላላ ንድምስሶ ድሕሪኡ ኣብኡ ክሊክ ምስ ገበርና ግን ኣብዚ ታሕቲ ክንርስዕ ይብልና ማለት እዩ ኦኬ ከመይ ጌርና ከጠቕላላ ንድምስሶ ምስ ንብል ድማ ወይ ድማ ከመይ ጌርና ከምቲ ናይ ጎጉል ኣብ ሰለስተ ወርሒ ክልተ ወርሒ ኣብ ሰሸመተ ወርሒ ንድምስሶ ምስ ንብል ኣብዛ ንኣቱ ልክዕ ከምቲ ናይ ጎጉል ይልክዕ ብርሓንቲ ፍሉይነት የብሉን ኣብዚ ምሳእትና ኣብዚ ሕጂ ኣብ ሰለስተ ወርሒ ክንድምስሶ ምስ ንደሊ ኣነ ንዓይ ዓይነይ ከይስሕበኒ ወይ ገለ ኢለ ፀልማት ይርኢ ዘለኹ ሞባይሉ ንዓኹም እውን ከይሃስብ ሕጂ ፅቡቕ ይረኣየኩም ኣለኹ እውን ኣብዚ ክንገብራ ንኽእል ኢና። ኣኣብ ሰለስተ ወርሒ ኣኣብ ሰለስተ ወርሒ እቲ ሰርች ዝገበርናዮ ዝረኣናዮ ክድምሰስ ይኽእል ወይ ድማ ኣብ ዓሰርተ ሸሞንተ ወርሒ ክንገብሮ እንተደለና እሞ ኣብ ዓሰርተ ሸሞንተ ወርሒ ክንገብሮ ንኽእል ማለት እዩ። ኣብ ሰላሳን ሽዱሽተን እንተደለና ሰለስተ ዓመት ማለት እዩ። ክንገብሮ እውን ንኽእል ማለት እዩ። ድሕሪ እቲ ዝራእናዮ ኣኣብ ሰለስተ ወርሒ ይድምሰስ ማለት እዩ። ወይ ከዓ ጠቕላላያ ክድምሰስ ደልየ ምስ ትብል ድማ ኣብዚ ብምእታው ኣብዚ ብምእታው ጠቕላላ ክንድምስሶ ንኽእል ማለት እዩ። ድሕሪኡ እዚ ኔክስት ብምባል ኣብዚ ታሕቲ ዘሎ ማለት እዩ ማለት እዩ። ኣብዚ ምልክት ኣላ ኣብኡ ክሊክ ብምግባር ኔክስት ኢልና ጠቕላላ ክነጥፎ ንኽእል ማለት እዩ እንተዘይኮይኑ ድማ ዘዝረኣናዮ በብሓደ ክንድምስሶ ኢና ምስ ንብል ድማ ኣብዚ ኤክስ ናለ ኣብዚ ጎኒ ማለት እዩ ኤክስ ናገበርና ኣብዚ ክንድምስሶ ንኽእል ነቲ ዘየድልየና ማለት እዩ እዚ ሕጂ ኣብ መዓስ መዓልቲ ሰዓት ክንደይ ከም ዝረኣኻዮ ይነግር ሎምዓልቲ ሕጂ ሰዓት ዓሰርተ ትሽዓተን ሽዱሽተን ነዚኣ ፊልሚ ይርእያ ነይረ ማለት እዩ ጀሚረያ ነይረ ሴፍ ኮይና ኣላ ማለት እዩ ክድምስሳ ምስ ዘሊ ኣብዚ ኤክስ ምህራም ክጠፍእ ትኽእል ክድምሰስ ትኽእል እዚ እውን ናይ ማይናስ ኣሎ እዚ ሰዓት ዓሰርተ ትሽዓተን ዝርዮ ዝነበርኩ ዓሰርተ ሸሞንተን ኣርባዓን ገለን እስራን ክልተን ከምኡታት ማለት እዩ ዝርእዮ ዝነበርኩ ናይ ሎሚ መደባት ማለት እዩ ሕጂ ሴፍ ኮይኑ ኣሎ ክንድምስሶ እውን ንኽእል ከምዚ ጌርና እቲ ሰብ እንታይ ክገብር ከም ዝወዓለ ኣብ ዩቱብ እንታይ ክርኢ ከም ዝወዓለ ኣብ ዩቱብ ክንከታተሎ ንኽእል ህፃናት እንተኮይኖም ህፃናትና ዓበይቲ ተኮይኖም ድማ ዓበይቲ ኣሕዋትና ከምዚ ጌርና ክንከታተሎ ንኽእል ወይ ድማ ሓንቲ ፊልሚ ትከታተልዋ ርኢኹማ ነርኩም ወይ ዝኾነ ሰርች ኢልኩም ረኺብኩሞ ነርኩም ትኾንኩም ኣጋጣሚ ምስ ጠፍኣኩም ወይ ድማ ርስዕኩሞ ነዊሕ ዓመታት ገይሩ ነገር ተኾይኑ ርስዕኩሞ ተፀኒሕኩም ኖርማል ኣብዚ ብምምፃእ ክንረኽቦ ንኽእል ክንድምስሶ ዘለና ድማ ከምዚ ጌርና ከምዚ ዝረኣናዮ እናደምሰስናዮ ክንከይድ ናይ ሎሚ እምበኣር እዚኣ መጽሔት ነበርኩ እዚኣ ትመስል እቶም ሳብስክራይብ ከይገበርኩም ትከታተሉ ዝነበርኩም መደብና ድማ ሳብስክራይብ ምግባር ኣይትፈለዩና ብህምና ኩኑ ዝኾነ ሓናፂ ርኢቶ ካልእ ማልእ ምስ ዘለኩም ብመልክዕ ኮመንት ኣብ ታሕቲ ክትጎትሉና ብክብሪ ንማህፀን ኣብዚ ድማ ብዙሕ ዓይነት ናይ ትምህርቲ መኪና ዝተፈላለየ ንሕና ንፈልጦ ንሰባት ከነፍልጥ ኢልና ዘውረድንዮ ስለ ዘሎ ክትርእይዎ ትኽእሉ ኢኹም። ዝኾነ ከምዚ ናይ ሕጂ ዝሰደድኩምና ድማ ንኣፍልጦ ዝደለኹሞ እንተሎ ድማ ብመልክዕ ኮመንት ኣብ ታሕቲ ክትገፍሉና ብክብሪ ንመጸን። ስለቲ ምትብባዕኩም ካብ ልቢ እናመስገናኩም ቴንኪዩ ቴንኪዩ ክንብለኩም ንደሊ። ርሑስ ሓድሽ ዓመት ቅንያት።